ራጭ ዝኾነ ዘረባ ተዛሪቡ ኣሎ እስኪ ሓቢር ነዋሕቲ እዮም ኣነ ኔርክማ ድ ሕጂ ብዛዕባ ኣዶናይ ኣዶናይ ሓምላ እውን ኣብ ችግር ወዲቑ ይበሃል ኣሎ እስኪ ሓቢርና ንረኣዮ እናንተም የምታልፉበት ህይወት እኮ ነው ስለምትደብቁት ነው እንጂ

ሙሉእ መዓልቲ በይና ክትዛረብ ክትውዕል እያ። ቁጽሪ ክልተ ቁጽሪ ክልተ ሰበይትኻ ሓጻርቲ ኮይና ንብረት ኣብ ዘይተርክቦ ቦታ ስቆሎ። ቁጽሪ ሰለስተ እስኻ ኣብ ዘይተኣምነሉ ውራይ እንድሕር ትኸይድ ሃልያ ኩሉ ሜክኣባታ ኣሕባኣዮ ከም ዘይትረኽቦ ክልተ ገጽ ስለ ዝውንና ደቂ ኣንስትዮ ኣይትኸይድንያ ሽዑ ቁጽሪ ኣርባዕተ፣ ቲክቶክ ንኸይትጥቀም ከልክላ፣ ሪሞት ከኣ ከይትህባ ጠቕሊልካ፣ ናይ ቲቪ ሪሞት ዋላ። ቁጽሪ ሓሙሽተ፣ ከምዚ ዓይነት መሕረቕ ሰብኣይ ትደልዪ ርኸብኒ ብውሽጢ። ወርሒ ምሉእ ተደፍዩ ንበዓል ገዛይ ንምሳይ ምድቃስ ገዲፍዎ። ክልተ ሰብ ሓዳር መሓዙት ኣብ ሓደ ጉዳይ ኣልዒለን የዋግዓ። ደሓር እታ ሓንቲ ጓለይ ኣነስ ኣነስ ጓለይ ግን ኣነስ ረኸበኝ እንዲሁ ጓለይ ናተይ ናተይ ጽዋይ እንዲሁ ጓለይ ናተይ ዋይ ታኾንከ ዋይ ጓለይ በቃ ኣነስ ጓለይ ወርሒ ምሎ እንዲዮም ገዲፎም እንዲዮ ቶም ሰብኣይ ወርሒ ምሎ በቃ ኮይድዎም የለው ዋይ ታኾይኖም እንድዒ ጓለይ ኣነስ ጨኒቑኒ እንዲዒ እንታይ ከም ዝኾነ በቃ

ደሓር እዛ ምኽሪ እዚኣ ትሕዛ ማለት ደሓር ቀትሪ ምሳሕላ መስሑ እናሃለዩ ዝኾነ ነገር ወግዒ ከዋግዕዎ ከለዉ ንፍሕ ትብል ማለት እዩ ታኣ ኮይንክማ እንታ ናይ ደሓን ድዩ ታማ ኮይንክማ ደሓና እየ ኣነስ ደሓና እየ ታማ ኮይንክ እንታይ ናይ ደሓን ድዩ ታማ ኮይንኪ ተናፊሕኺ ኣይ ዳሕና እዮ ዳሕና እዮ እታ ኮይነት ኣየ መሓዙትና ክንደይ መዓልቲ መዓልቲ ክንደይ ኢላ ረኸባ ኣነ ልበይነየ ለምቲተ እየ ኣነ ተደፊነ ወርሒ ምሉእ ዝድፈን ምስ በለት ካብኡ ድሓር ይርድእዋ ማለት እዩ ድሓር ዘተ ደጋጊሞ ምስ ወግዑ ይርድእዎ እሞ ዋሕ ተኾይንክ መሬት ነግርኒ ለይቲ ነግርኒ ይብልዋ እሞ ኣነ ዶ ክነግሮ ኣነ ዶ ክጅምሮ ኮይነ ለይንቡር ዶ ክገብር ኮይነ ዝብል ነገር ይረዳድኡ ድሓር ብድሕሪኡ ይስማዕምዑ ሓታ ሰበይቲ እንታይ ትብል እታ ዝመኸረታ በሉ ኣነ ከድልየኒ ከሎ ቅጫ ብላዕሊ እንጀራ ብታሕቲ ገይረ ድራር ክቕርብ እዩ እንድሕር ለየድልየኒ ኮይኑ ድማ ቅጫ ብታሕቲ እንጀራ ብላዕሊ ክገብራ እዩ ዝብል ስምምዕ ይገብሩ ማለት እዩ ድሓር ብዚኣ ይረዳድኡ ድሓር ምሸት ድራር ቅር ምስ በለ ቅጫ ኣብ ላዕሊ እንጀራ ኣብ ታሕቲ ውዕሊ ውዕሊ እያ ብፅባሒቱ እንደገና ቅጫ ኣብ ላዕሊ እንጀራ ኣብ ታሕቲ ብሳልሳይ መዓልቱ እንደገና ከምኣ ሰሙን ሙሉእ ቅጫ ኣብ ላዕሊ እንጀራ ኣብ ታሕቲ ድሓር ብድሕሪኡ እዞም ሰብኣይ ምርር ኢልዎም ማለት እዩ በቃ መሪርዎም የመና ሓደ ሓደ ግዜ ነገር ጥዑም ነገር እውን

ንወዶም እኒኦ ቆልዓ ልኢኻ ይእተውያ ድራር ተቀርዩ ኣደራርባ ይእተው ትሎም በሎም እስቲ ኪድ ትብሎ ሓዚ ቆልዓ መፅዩ ንገር ምስ ኣበሎም እስቲ ቅጫ በይንላ ቅጫ ብላዕሊ ድያ እኒኣ ወይስ ብታሕቲ ኪድ ረእያ ይብሉ ድሓር እዚ ቆልዓ ኪድ ኢሉ ርኢ ምስ ኣበለ ኣይ ብላዕሊ እያ እኒኣ መሰሎም ችድ የደሊ ይበል ብምቕጻል ኣብ ቪድዮና ብዛዕባ ዓበይቲ ሰብ ጸጋ እንየዉ እስኪ ሓደ ሓደ ነገራት ክዓ ዘድሊ ነገራት ኣሎ ምኽርታት ብሓባር ንከታተሎም። ክንደይ ቆልዑ ኢኹም ወሊድኩም? ክንደይ ቆልዑ ወሊድኩም? ንሕና ዝወለድናዮ ከይትስንብዱ ወላዳት ኢና። ዓሰርተ ኣርባዕተ ጽቡቕ ብጣዕሚ ኣብ ካልኣይ ዓመት ቆልዓ ኢና ንፅና ካልኣይ ዓመትና ቆልዓ ሰለስተ ሻዕ ማንታ ወሊደ ኣነ ዓሰርተ ኣርባዕተ ከብደይ ወሊደ ኣነ እጀካ ምውላድ ካልእ ኣይንፈልጥን መርፍእ ዝባሃል እየ ግዛእ ዝባሃል የለ ድሕር መርፍእ ደሊካ በዛ ገጃበት ኣለ ዝባሃል ኣብ ኣስመራ ከድካ ስዐን ሰይትናካ ትፍርም ድሓር ሓደ ሻዕ ዋእ ተዚ ሓፍተይ ከዓ ጠኒሳ ኢላ ኾርያ ሓፍተይ እሲ ኾርያ ታስገደምሎም ከዓ ተሓፍተይ ጠኒሳ ኢላቶ ትጥነስ ዋእ ትሓምቕ እያ ተኾይና ትሓምቕ

ኖ ኣይ ማለት ንስመራ እውን ተቐይርና ከና ነርና ስራሕ ዝኾነ ሰለስተ እዋ ደቂ ምሓረ ፀሃይ ደስን ፀገ ዝኣበን እቶም ተረፉ ትርሓስን ኣስመራ ኣብ ሓንቲ ገዛ
ኣብዚ ዘፅናሕኹ መዓልታዊ ስራሕ ሚኒማለ ድዩ ዒላ ዝኩዓት ድዩ እነስከም ድዩ ከምዚ ሰለስተ ቆልዓ ክሳብ ዝወልድ ከምዚ ነይሩ ሓዳረ

ዓዲ ግሊ ኮይና ከኣ እዚ ቤት እዚ ኣቑማትና ዘላ ንስኻታ እሳ ትርሓስ ሳልሰይቲ ሳልሰይቲ ውላደ። ዘበይ ሓደ ሓደ ነገራት ካብ ሰብ ጸጋ ዕድመ ብዙሓት ትምህርቲ ትወስደሉ ኢኻ ፍልይ ፍልይ ዝበሉ ነገራት ውን ንሶም ጎትዝሓ ምኽንያቱም ናብ ጽቡቕ ደረጃ ንኽትበጽሕ ደገፍ ይገብሩልካ እዮም። እሺ ኮዋፍ ዋርድያ ኦኬ። ኣንተ ተነስ እስኪ።

ክቕበልኹም ዝተዳለወ ብጣዕሚ ብዙሕ እዩ። እዚ ክትፈልጥዎ ትክእሉ ኣለኩም። እዚ ክትቃለሱ እንተዘይክኢልኩም፣ እዚ ክተመዓራርዩ እንተዘይክኢልኩም፣ እዚ ክትዋግኡ እንተዘይክኢልኩም ኣብ ኑሮ ክንልወጥ ክንመሓየሽ ክንደጋገፍ ፍጹም ኣይንክእልን። ኮረይን ከም ውልቀይን ከም ኣርምን ብኣኹም ንኾርዕ ጀጋኑ ኢኹም በርትዑ ኣብ ዝኸድኩሞ እንዳሓሰብኩም ወስኑ ብስምዒት ከይትውስኑ። ሓደ ኣቡና እኔዉ እስኪ ሓቢርና ንርኣዮ። እሺ። እዚ ናይ ዓብዩ ሓወይ ኮቦርታ

ገጠር
ስማዕ ጊላይ ጊላይ ስማዕ እባ ከመይ ሓደርካ ዶ ኣይቕድምን ራይ ከመይ ሓደርካ ጥንቅልዕት ሓቤት ኣላጋጭ ሓቅኻ ስኻ ኣይተተንከፍካን ዳዕኮተይ ተንከፍ ከይትህንኮት እኒ ነገሩ ደሓን ኣብ ርእስኻ እያ ዘለኹ ስማዕ ወዲ ሕሉፍ ዳኻ ከም ሰበይቲ ጎጎት ክትብሎ ዝደለኻ እንዶ በሎ። ጎጎ ዝበሃል ኣይፈልጥን ግንባር እየ ዝውቃዕ ወዲ ሕሉፍ። ጽቡቕ ዘረባን መሸላን ክሳድ ክሳድ ተወልካዮ እግር። ሕራይ እንታይ ክትረክብ ኢኻ ደኣ ጥሪትካ ናብ ግራት የእቲኻ እኽለይ ህሙ ክዘበትከ ህሙ ከይብልካ መዲናለ። ኣይኮነን ዶ ጥሪተይ ናብቲ ግራትካ ኣትየ ከብልዐንስ ተባይ ሓሊፉ ዕድሙለ ዝዕንግል እኽሊ እኳ እዩ ዘለኒ። ኣብዚ እንሄልካ ጨለ ዘረባ ንሪኣ እንዶ መለና እንታ ነብስኻ እንታ ቃቄጣም።

ጸበል ሂድ ሂድ።
እምበኣር ፍቱዋት ተኸታተልትና ንሎምዓንቲ ዝሓዝናዮ መደባት ኣብ'ዚ ኣብቂዑ ኣሎ። እስካብ ቀጻሊ ቪድዮና ንራኸብ። ሰሰናዩ!